ጥዑሙ ምስ ሬድዮ ኤረና ኣብዚ መደብ እዚ ንማሕበራዊ ህይወት ዘንጸባርቑ ጽሑፋት ግጥምታት ድርሰታትን ዋዛታትን ዝቐርቡ ኮይኖም ኣብ ህይወት ንዘጋጥሙ ጸገማትን ኣፈታትሖምን ኣመለኻኽታና መዓልታዊ ህይወትና ተዘክሮታት ንእስነትን ካልእ ንኣጠማምታና ውልቃዊ ህይወትና እናንጸባረቐ ዘዘናግዕን ምኽርታት ዝልግስን መደብ እዩ። ጠጥዕሙ ምስ ሬድዮ ኤረና። ሓዳር ጉያጉያ
ዝኾነ ሰብ ካብ ውልቃዊ ህይወቱ ተበጊሱ ናይ ገዛእ ነብሱ ፈላስፋ እዩ። ነፍሲ ወከፍ ፍጡር ዘሕለፎ ህይወት እንተ ዝሕተት ብዘይ ጥርጥር ናይ ታሪኽ ንእሽቶ መጽሓፍ ምሕተመ። እቲ ምንታይ ህይወት ዓባይ መምህር ናይ ደቂ ሰባት ስለ ዝኾነት ከም ልምዲ ንናይ ወጻኢ ፍጻሜታት ዝያዳ ክንግደሰሉን ነቲ ናትና ክንጎስዮን ንረአ። ስለምንታይ ኢልና ንነብስና ሓቲትና ኣይንፈልጥን። እቲ ዝዓበየ ድኽመት ድማ ንሱ እዩ። ኣብ ማሕበራዊ ህይወት ብፍላይ ድማ ኣብ ፍቕርን ሓዳርን ጽቡቕ ናይ ምክብባርን ምጽውዋርን ባህሊ እናሃለወና ፍቕሪ ናይ ፈተና ግዜ እዩ። ሓዳር ግን ንፍቕርን ቃል ኪዳንን ኣጣሚሩ ኣብ መወዳእታ መስመር ዘብጽሕ ሓዲድ እዩ። ፍቕሪ መሰረት ሓዳር እዩ። ሰብ ብዘይ ፍቕሪ ዝኾነ መጥመሪ የብሉን። ፍቕሪ ሃገር፣ ወለዲ፣ ስድራን መጻምድን፣ ሓዳር ድማ ብፍቕሪ ዝተነድቀ ምስ ዝኸውን ኣብቲ ናይ መወዳእታ ምዕራፉ ክበጽሕ ልዑል ተኽእሎ ኣለዎ። ሓዳር ክትኣትዎ እንከለኻ ምሉእ ተስፋን ንጹህ ኣእምሮን ዓጢቕካ ክትፍልሞ ግባእ። ኣረ እናጥዓመካን ከየነጻህካን ትኣትዎ እንተለኻ ግን ኣብ መጻኢ ሳዕቤናቱ ቀሊል ኣይከውንን። ሓዳር ከቢድ ሓላፍነት ዘሰክም ብምዃኑ ከምቲ ብውልቅኻ ትሓስቦ ብድሌትካ ክትነብር ኣይትኽእልን ኢኻ። ሓዳር ንኽልተ ሰባት ብኪዳን ዘጣምር ብምዃኑ ናይ ህይወት ዩኒቨርሲቲ ክበሃል ይከኣል እዩ። እቲ ምንታይ ኣብ ሓዳር ትዕግስቲ፣ ምጽማም፣ ምጽውዋር፣ የማነ ጸጋም ዘይምባልን ወይ ካልእ ዘይምጥማትን ኣገዳሲ ምዃኑ ዝምህር እዩ። ኣብ ሰብ ሓዳር ፍቕሪ ምህላው ነቶም ዝወለድዎም ህጻናት እውን ከም ዝፋቕሩ ይገብር እዩ። ፍቕሪ እውን ስለ ዝወራረስ ወዲ ሰብ ከም ጎረቤቱ ዘይኮነ ከም ገዛኡ እዩ ክነብር ዘለዎ። በታ ዘላትካ ሻይ ገዛኻ ተሓጒስካ ዓጊብካ ክትነብር ኣለካ እምበር፣ ዝግኒ ጎረቤት እናሸተትካ ንምንታይ ከምኦም ዘይኮንኩ ክትብል የብልካን። ሓዳር ምጽዋርን ምክኣልን እዩ ዝሓትት። ሰብኣይ ደገምሲዩ ዝርብሽ እንተኾይኑ፣ ሰበይቲውን ዘዝረኣየቶ ወርቅን ክዳንን ግዝኣለይ እናበለት፣ ምስ ተዕገርግር ሰላም ሓዳር ብቐሊሉ ዝረግ ኣደዳ ዝተፈላለዩ ማሕበራዊ ጸገማትን ትኸውን። ቈልዑ እውን ዕድሎም ይጽልመት፣ ንሕብረተሰብን ሃገርን ድማ ዓቢ ሰኽም ይወርዶ። ኣብ ሓዳር ዘይገራጨሎ እንተበልና ንነብስና ከይንሐሱ ሓዳር ብልዝብን ፍቕርን ዝሓለፍካዮ ጥዑም እዋናትን እናዘከርካን እቲ ዝኽሰት ጸገማት እዋናዊ ምዃኑ ኣሚንካ ሕድሕዳዊ ሕድገት እናገበርካ እትነብረሉ ገነት እዩ። ፍቕሪ ንበይኑ ንሓዳር ፍጹም ኣይገብሮን። ጠባይ መጻምድቲ ወሳኒ እዩ። ተፈቒረ ኢልካ ትጓዓዞ እንተለኻ ሳዕቤናቱ ይኸብድን ቀጻልነት ሓዳር እውን ኣስጋእ ይኸውን። ፈሊጥካን ኣጽኒዕካን ምእታው ግን ዕግበትን ርግኣትን ኣለዎ። ምስ መን ትጻመድ ከም ዘለኻ ቅድሚ ሓዳር ምግባርካ ምፍላጡ ጽቡቕ እዩ። እዚ ክበሃል ከሎ ግን ዋላ እውን እቲ ከየጽናዕካ እትኣትዎ ሓዳር ሕማቕ ኣጋጣሚ እዩ ማለት ኣይኮነን። ምኽንያቱ ኣብ ወድ ሰብ ፍጹምነት ዝበሃል ነገር የለን። ስለዚ ተመላላእቲ ክንከውን ይግባእ። ኣብ ዓለም እታ ዝኸበደት ሞት እያ። ገለ ሰባት ሓዳር ሕዳር እዩ እናበሉ ንሓዳር ይፈርሕዎ። ንሞት ዝኣክል ናይ መወዳእታ ፍጻሜ ናይ ምስትንፋስ ተቐቢሉ ዝጓዓዝ ወዲ ሰብ ደኣ ከመይ ገይሩ እዩ ንሓዳር ዝፈርሖ? ሓዳር ነጸብራቕ ጠባይካ እዩ። መግለጺ ክብርኻን ኣተሓሳስባኻን ህላውኻን ብምዃኑ መስትያት ውሽጣዊ ስምዒትካ እውን እዩ። ስለዚ ኣብ ሓዳር ጽቡቕ ጥራይ ክትሓስብ ይግባእ። ንሓዳር ብኣሉታ ጥራይ ዝጥሙት ሰባት ነብሶም ዘይኣምኑ ትርጉም ምንባር ዘይርድኡ እዮም። ኣፍቂርካ ክትምርዖ ዝበለጸ እዩ። ምፍቃር ጥራይ ዘይኮነ ግን ኣብ ፍቕሪ ዘሎ ፍልስፍና ክትፈልጦ ይግባእ። ክንደይ ብስድራ ዝምስረት ዕዉት ሓዳር እውን ኣሎ። ግን ካብቲ ብፍቕሪ ጀሚርካ ኣብ ሓዳርን ናብራን ዝበጽሕ ኣዝዩ ጥንቃቐ ከም ዝሓትት ዘይሰሓት ሓቂ እዩ። ስለዚ ሓዳር ብፍቕሪ ይምጻእ ብስድራ ቤት ብጥንቃቐን ህድኣትን ክንሓስብን ክንግንዘብን የድሊ። መንእሰያት ንመጻኢ ዕድሎም ክሓስቡ ይግደዱ። ንመርዓ ኣብ ዝሓስብሉ እዋን ንዛዕባታት ሓዳር ዝምልከት ምኽሪ ንምድላብ ምስ ዝተፈላለዩ ሰባት ክዛተዩ ኣለዎም። ስድራ'ውን ኣብ ክንዲ ብዛዕባ ጽምብል መርዓ ጥራይ ዝሓስቡ፣ ድሕሪ መርዓ ዘሎ ናይ ሓዳር ሓላፍነት ኣብ ዝባን መን ከም ዝወድቕ ተረዲኦም ስድራቤታዊ ምኽርን ምክትታልን ክገብሩ ይግባእ። እዚ ዘገድስ መርዓኦም ከመይ ሓሊፉ ዘይኮነስ ሓዳሮም ከመይ ኣሎ እዩ። ሓዳር ብተስፋ ጥራይ ኣይከይድን እዩ፣ ናይ ሓንቲ መዓልቲ ሓጎስ ጥራይ እውን ኣይኮነን። ስለዚ እቲ ሓላፍነት ንነፍሲ ወከፍ መስራቲ ሓዳር ዝምልከት ምዃኑ ብምርዳእ፣ ተመዛዚንና ቃል ዓለም ከይገበርና ኣብ ፍቕርን ቃል ኪዳንን እሙናት ክንከውን ኣለና። ኩሉ ናይ ፍቕሪ ዝርርብካ ብምክብባር ክኸውን ኣለዎ። እቲ ቅድም ዝነበረ ክብርታት ሓዳር ኣብዚ እዋን እናሃሰሰ መጸእ ብምህላው ሓዳር ሎሚ ስክፍታ እናበዝሖ እዩ። ወዲ ሰብ ባህልዩ መንነቱ። በዚ ምኽንያት ነቲ ኣብ ባህልና ዘሎ ኣብ መንጎ ሰብ ሓዳር ናይ ኣኽብሮት ምብህሃል ኣብዚ ናይ ሕጂ ወለዶ ክሰርጽ ይግባእ። ሰብኣይ ዓንዲ ገዛን ተሰካሚ ሓዳሩን ስለ ዝኾነ ቀላሲ ሓዳሩ ክኸውን ኣለዎ። ንሰበይቱ ክሓስበላን ክሕግዛን ይግባእ። መጻምድቱ ብምዃና ጸገሙ ኮነ ሓጎሱ ክሕብራን ከካፍላን ኣለዎ። ንኹሉ ዕዮ ገዛ ናይ ሰብኣይ ናይ ሰበይቲ ከይበለ ብቐንዕና ብምርድዳእ የማናይ ኢድ በዓልቲ ቤቱ ክኸውን ናይ ሓዳር ሕልናዊ ግዴታ ኣለዎ። ቆልዑ ናይ ምዕባይ ሓላፍነት እውን ብማዕረ ስለ ዝብጽሖም ኣብ ጠባዮም፣ ኣብ ትምህርቶምን ኣብ ኩሉ ኣካይድኦምን ክከታተል ኣለዎ። ካብ ስኽራን፣ ዝሙት፣ ዝርወት ገንዘብን ነጻ ክኸውን ይግባእ። ሰበይቲ እውን ብወገና ብተመሳሳሊ ዓይን ገዛ ብምዃና ህድእትን ውርዝይትን ክትከውን ኣለዋ። ብርሃን ገዛ ስለ ዝኾነት ሰብኣይ ብዘይ ሰበይቲ ቆልዑ ብዘይ ኣደ ዋጋ የብሎምን ንሳ ጸዋር ትዕግስተኛ ክትከውን ዝበለጸ እዩ ጠባይ መጻምዳ ከም ከብዲ ኢዳ ክትፈልጦ ይግባእ ካብ ቅንኢ ስስዐ ኩራ ድርቅናን ነፃ ምስ እትኸውን ገዛ ሰላም ንኽህልዋ ኣየጸግምን። ሓዳር ብሰብ ቃል ኪዳን ዝቖመ ክሳብ ዝኾነ፣ ሕላገቱ ስኒትን ምጽውዋርን፣ ሕድገት ምግባርን እዩ። ዓቐብን ቁልቁልን ዝበዝሖ ብምዃኑ ብዓቕሊ ክትጓዓዞ ኣለካ። ካብ ስቡሕ ብዕራይ ምስ ጽልኢ፣ ጻሕሊ ሓምሊ ምስ ፍቕሪ ይሓይሽ ዝብል ኣበሃህላ ኣሎ። ፍቕሪ እንተሃልዩ፣ ኩሉ ጸጋ ትረኽቦ ስለዚ ትምኒት መንእሰያት ፍቕሪ ክኸውን ኣለዎ ዝኾነ ሰብ ንግዝያዊ ረብሓ ኢሉ ኣብ ዘይሓሰቦ መርዓ ክኣቱ ኣይግባእን ሃብቲ ይመጽእ ይኸይድ ፍቕሪ ግን ነባሪት እያ ወዲ ሰብ ምስ ዝነበሮ ባህሪ እምበር ምስ ሃብቱ ኣይቅበርን እዩ ንፍቕርን ሓዳርን ክንህወኽ የብልናን ኣስተውዒልካን ኣገናዚብካን ምውሳን እቲ ዝሓሸ እዩ። ነገራቱ ጉያጉያ ቃንዛ ሕማም ድሕሪት ከይከውን። ኣፍቂረዮ ኣፍቂረያ እናበልካ ኣብ ዘይመውደቒኻ ምውዳቕ ንመጻኢ ህይወትና ሓደገኛ እዩ። ንጸልማት ዝሰብሮ ብርሃን እዩ፣ ንጽልኢ ድማ ጽልኢ ዘይኮነ ፍቕርን ርግኣትን እዩ። ስለዚ ንፋቐር። ነዛ ዘለኣለም ክትነበር ዕድል ዘይብላ ህይወትና ብፍቓድና ብእንፍጽሞም ጌጋ ሰላም ኣይንኽልኣያ። ክብርን ርዝነትን ፍቕርን ቃል ኪዳንን ተረዲእና ደኣ ንጓዓዝ። ጸሓፊት፣ ሰገን ሰረቐ ምንጪ ናቲ ወለላ መርበብ ሓበሬታ።